ሰላም ከመይ ቀኒኹም ክቡራት ተኸታተልቲ ሎሚ ብዛዕባ እቲ ኩሉ ሰብ ክፈልጦ ዝደሊ ዳርክ ዌብ ዝበሃል ክንዛረብ ኢና እዚ ቦታ እዚ መንነትካ ከይተፈለጠ ዝኾነ ዌብሳይት ይኹን ወይ ድማ ዝኾነ ዓንቀጽ ንኸተንብብ ወይ ንኽትበጽሕ ዘኽእል ናይ ኢንተርነት ስውር ክፋል እዩ ዳርክ ዌብ እንታይ እዩ ኢንተርነት ኣብ ሰለስተ ዓበይቲ ክፋላት ዝተመቕለ እዩ እቲ ኩልና ንፈልጦ ሳርፌስ ዌብ ላዕለዋይ ገጽ ይበሃል እዚ ማለት ብጉጉል ጌርና እንረኽቦም መርበብ ሓበሬታታት እዚኣቶም ኩሎም ኣብ ሳርፌስ ዌብ ዝምደቡ እዮም እቲ ካልኣይ ዲፕ ዌብ ዝበሃል ኣለዉ እዚ ድማ ዓሚቕ ዌብ ኢልና ክንትርጉሞ ንኽእል ኢና እዚ ድማ ብመፍትሒ ወይ ድማ ብፓስዎርድ ዝተዓፅዉ ከም ኢሜይልና ወይ ናይ ባንክና ዘጠቓልል ክፋል ናይ ኢንተርነት እዩ ማለት እዩ እቲ ሳልሳይን ዝተሓብአን ግን እዚ ዳርክ ዌብ ዝበሃል እዩ። እዚ ክፋል እዚ ብተራ ሰርች ኢንጂን ከም በዓል ጉግል ኣይርከብን እዩ። ንምእታዉ ድማ ፍሉይ ዝኾነ ብራውዘር የድልየኩም ማለት እዩ። እዚ ዳርክ ዌብ ዝኾነ ዓይነት ቁፅፅር ወይ ድማ ሰንሰርሽፕ ወይ ናይ ስነ ምግባር ወይ ገደብ የብሉን። ኣብዚ ቦታ እዚ ሓደገኛታት ዝኾኑ ሰባት ዘይሕጋዊ ስራሓትን ከም ምስ ሓሽሽ ዝተኣሳሰር ድዩ ወይ ዘይሕጋዊ ንግዳዊ ኣካላት ናይ ሰብ ምሻጥ ድዩ ዘካየድሉ ክፋል ናይ ኢንተርነት እዩ ማለት እዩ እዚ ግን እቲ ሓደ ገፁ ጥራይ እዩ ናይ ዳርክ ዌብ ፅቡቕ ገፅ ድማ እንታይ እዩ ዘይሕጋዊ ስራሐ ጥራይ ዘይኮነስ እቲ ዳርክ ዌብ ንብሕታዊ ምስጢርኩም ወይ ፕራይቨሲ ኣዝዩ ዝሕሉ ቦታ እዩ ማለት እዩ ካብ ዘገርም ነገር ከም በዓል ፌስቡክ ሲኣይኤ፣ ቢቢሲ ኒውስ ከምኡውን ሃፍ ፖስት ዝኣመሰሉ ዓበይቲ ትካላት ኣብ ዳርክ ዌብ ወግዓዊ ኣድራሻ ኣለዎም። እዞም መርበብ ሓበሬታታት እዚኣቶም ዶት ኦንየን ዝብል መወዳእታ ኣለዎም ማለት እዩ። ገለ ዌብሳይት ዶት ኦንየን እዩ ዝብል ማለት እዩ። ብቶር ብራውዘር ዝበሃል ጌርካ ድማ እዮም ዝኽፈቱ። ከመይ ጌርና ኢና ንጥቀመሉ ምስ ንብል እዚ ዳርክ ዌብ ንምእታው ቶር ዝተባህለ ፍሉይ መሳርሒ የድልየኩም። እዚ ብራውዘር እዚ መንነትኩም ንኸይፍለጥ ይሓብኦ ማለት እዩ። ስለዚ ዝኾነ ሰብ ወይ መንግስቲ ክከታተለኩም ኣይክእልን እዩ። ኣብ ገለ ሃገራት ገለ መርበብ ሓበሬታታት ተዓጽዮም እንተ ደኣ ሃልዮም ብመንገዲ ቶር ጌርካ ብምእታው ብነጻነት ክትጥቀመሎም ትኽእል ኢኻ። እዞም መሳርሒታት እዚኣቶም ንኣብነት ቶር ብራውዘር ንብሎ ዘለና ንምጥቃም ናጻ እዩ። ይኹን እምበር ዳርክ ዌብ ዝኾነ ቁፅፅር ስለ ዘይብሉ ብዘይ ጥንቃቐ ምእታው ንሞባይልኩም ወይ ኮምፒውተርኩም ንሓደጋ ቫይረስ ወይ ስርቂ ናይ ዳታ ከቃልዖ ይኽእል እዩ። ስለዚ ብጥንቃቐ ምጥቃም የድሊ ማለት እዩ። እዚ ቪድዮ እዚ ትምህርታዊ ኮይኑ እንተ ደኣ ረኺብኩሞ ላይክ ግበርዎ ተመሳሰልቲ ናይ ኢንተርነትን ቴክኖሎጂን ስርሓት ንምርካብ ድማ ኣብዚ ቻነል ሳብስክራይብ ግበሩ የቐኒልና